Never give up. ሰላም መርሓባ ጉድ ሞርኒንግ ሰላም መርሓባ ከመይ ኣለኹም ብዘይ ሙዚቃ እየ ጀሚረዮ ሎሚ ብርከ ሓጽር ጥራይ ክኣቱ ደልየ ዘለኹ ብውሽጢ ስለ ገና ብዙሓት ትጽሕፉ በብዓይነቱ ኣርእስቲ ስለዚ መሊሰ እንታይ ክብለኩም ዝደሊ ብሓጺሩ የሕዋተይ እቲ ዘሎ ቪድዮታት ቅድም ተጠቅሙሉ እከ እኩል ሰሪሐ እየ ሕጂ ኣነ ማለትስ እቲ ኣገደስቲ ኣርእስቲ ብናተይ ወገን ኣገደስቲ ዝብሎ እየ መጀመርያ ሰሪዐዮ ትሰምዑኒ ኣለኹም ዶ ሓደ ሓደ ግበሩ መርሓባ ድሓር ዝኣተኹም ሰላማት ትሰምዕዎ ኣለኹም ጽቡቅ ወይ ከመይ ኣሎ ኣብ ደገ እየ ዘለኹ። ነዊሕ ክኣቱ ስለ ዘይደለኹ ካብ ኩሉ ሓደ ሓደ ግበሩ እስከ ትሰምዑኒ ዘለኹም። ኣበይ ክትማ ኣለኺ ኣበይ ከተማ ኣገዳሲ ኣይኮነን ሓወይ ኣበይ ከተማ ኣብ ማርስ ኣለኹ ሓጊዝካ ዶ እሞ ሕጂ ኣበይ ከተማ ዋይ መቸም ዘይ ዘየሸግረኩም ኢኹም ትሽገሩሉ ዋይ ኣበይ ከተማ እቲ ቪድዮ ረኣዮ እሞ ኣብኡ ሕቶ ጸሓፈለይ ምስቲ ቪድዮ ዝኸይድ ካልእ ዘራኽበና ብዙሕ የለን ኣብዚ ኣበይ ከተማ እስኻ ፕሮፋይል ኣይርኢ ሽምካ ኣይርኢ ጸገም እዩ በስ እንታይ እዩ ጸገም ጸገም የለን ጸገም ክፈትሕ መጽእ ያ ኤኒዌይስ ደሓን ብሩኹ ከመይ ውዒልኩም ሞኒ ከመይ ሓዲርኩም ብዙሕ ሕቶ ኣይፈቱን እየ ከምቲ ትፈልጡኒ ከምዚ ኢንተርቪው ገለመለ ብዙሕ ኣይፈቱን እየ ቃለ መጠየቕ ድዩ ዝበሃል ብትግርኛ ቀንዲ እቲ ቪድዮታት እዩ ዘገድሰኩም እሱ ክሕግዘኩም ብሕልፊ እዚኦም ደቂ ጀርመን ጠቃሚ ዝበልክዎ በብናቱ ፕሌይሊስት ገረዮ ኣለኹ ናይ በብዓይነቱ ኣርእስቲ ኣገደስቲ ኣርእስቲ ዝብለን ከዓ መሰል ናይ ስራሕ ጌኤድሴት እዚ ናይ ቴሌቪዥን ንኸፍሎ ሽቶያ ኣክሌሩ ናይ ባንክ ሕግታት ዕዳ እንድሕር ኣለካ ኢንካሶ ካብ ዕዳኻ ከመይ ጌርካ ትወ በቃ መዓት ቪድዮ እየ ሰሪሐ እንድዒ እንታይ እሞ ክብለኩም እየ ስለዚ ኣነ እንድዒ ፕሊስ ረኣይዎ ሼር በልዎ በቃ ኣነ ሕጂ እሳ ጥራይ ክብለኩም እየ ኣብዚኣ ላይፍ ክኣቱ ካልእ ወላ ሓደ ናተይ ሆም ወርክ ገረ እየ እስኻትኩም ግን ዕዮ ገዛ ኣይትገብሩ ገለ ኣይትገብሩ ዘይከውን ትሓቱ ጥራይ ኣብዚ ታሕቲ ናይ ብሓቂ ፕሊስ ስለዚ እቲ ንዓና ክሕግዘና ዝኽእል ሼር እንድሕር ኢልኩሞ ፐርከ ሕጂ ከማን ብኣምሆይ ላይፍ ዝኣተኹ ብዙሓት ሰባት ሕቶ ዝነበሮም ክምልስ ፈቲነ ናይ እዚ AFD ገለ ኣሸጊሩኩም ኣይትሸገሩ ከኣ ክብለኩም ይደሊ ትማሊ ሓንቲ ንእሽተይ ቪድዮ ሰሪሐ ኣለኹ ሃንደበት ከምዚ ሎሚ ኣብ ደገ ኮይነ እየ ከማን ንሳ ሰሪሐያ እንድዒ ምውራድ ኣብያትኒ ከኣ ኣላሳ I hope ምስ ወረደት ኣብቲ YouTube ክሓድገልኩም እየ በዚኦም AFD ኣይትሸገሩ ጥራይ ስራሕኹም ግበሩ ትምህርትኹም ግበሩ ወረቓቕትኹም የዕርዩ ናይ ጀርመን ወረቐት ክትሕዙ ፈትኑ ሕጂ ቁሩብ ኪሰሞ ከሎ ይፈልጥ እየ ጸገማት ኣሎ ቀሊል ኣይኮነን ኣይደንቲቲ ዶ ገለ ዶ ያህ ታሴራ ናትካ ዶ መን ኢኻ ዶ ገለ ዝብሉ ኣለዉ ግን ናቱ መፍትሒ ከኣ ክንረክብ ተስፋ ይገብር ያህ ደሓን እቲ ዘጓንፈኩም ኣብኡ እሞ ያ እቲ ዘጓንፈኩም ወይ መፍትሒ ዝሰኣንኩምሉ ኣብኡ ጸሓፍዎ እሞ ሽዕኡ ወይ ካልእ ሰብ የማኽረኩም ወይ ሓድሽ ቪድዮ ንሰርሕ ክንርኤ ኢና በቃ እንድዒ መቸም ኣነስ እንድዒ ዋን ወይ ኮይኑ በቃ ዋን ወይ ዋን ወይ ኣይንባንሽትራሰ ኮይኑ እዚ ናተይ ኮሙኒኬሽን ምሳኹም እንድዒ ኣነ ቻይኒስ ድየ ዝዛረብ ዘለኹ ወይ ትግርኛ እየ ዝብል ሳምታይምስ ሪሊ ብርካ ኣብዚኣ እዎ ሸር ክንብለልኪ ኢና እዎ ከምዚ ክንገብር ኢና ትብሉ ሓደ ግን ኣይረኣኹን ሓቂ ምዝራብ ናተይ ከኣ ትኽ ብትኽ እያ ጥውይዋይ የላ ገለ የላ ደሓር ከኣ ብኣምላኽ ትረኽብዮ ዶ ገለ ዶ ትብሉኒ እንድሕር ሓጊዝክና እንታይ ድየ ዝገብረኩም ዘለኹ ንሓገዝ ኢለ እኳ ነይ ክሳብ ሕጂ እኳ ሓደ ኦይሮ ይሓተትኩ ክልተ ኦይሮ ይሓተትኩ እዋይ ይገርመኒ እኳ ነይ እቲ ፓራዶክስ ናትና ስኒ እንዳ ተሓገዝካስ እንታይ ኣለዎ ዲ እንተሓጊዝክና እዋ ይሕግዘኩም ኣለኹ ግን ኣይትሕገዙን ኢኹም ኣሕዋተይ እስኻትኩም ኣይትሕግዙ ኣይትሕገዙ እንድዒ ከመይ እሞ ክብለኩም እየ ሪሊ ከምኡ ኮይኑ ይስምዓኒ ሕጂ ከይትጸልኡኒ እምበር ኣነ እቲኣ ትመስለኒ እየ ዝዛረብ ፍርከ ጥውይዋይ ኢልካ ትበጽሖ ነገር የለን ምሻለኩም ከምዚ ከምዚ ምሻለካ ዘይከውን ቀለዓለም ገለ የብለይን ንዓይ ሼር በልዎ ኣርእስተ ቀይርዎ ኣርእስተ ኣርሙለይ ኖኖ እስኻትኩም ግን ሓድሽ ኣርእስቲ ግበርልና ሓድሽ ኣርእስቲ ስርሕልና ኢኹም ትብሉኒ ናይ ቀደም መኣዲ ዝተቐረበ ሃየ ከይበልኩምስ ሃየ እንዳበልኩኹም ኖኖእ ናተይ መኣዲ ፍሉይ ቁልዋ ንዓይ ብውሽጢ ርኸብኒ እሞ እዝን እዝን ሓግዝኒ እዚኣ እያ ዘላ ላእኽስ ጭንቀት እዩ እንታይ ጭንቀት ላእኺ ኩሉ ግዜ ዋ ጭንቀት ኮነ እንዳሓን እሞ ሸዊት እንታይ እዩ ጭንቀት እንታይ ካብዚ ንላዕሊ እንታይ ትደልዪ ብነጻ እኳ እቲ ዩቱብ ኣየናይ ጭንቀት ዋይ ንባዕልኹም ጭንቀት ሶሪ ዘይከውን ከኣ ኣይትጽሓፉ ጨው ዘይብሉ ኮመንት እስኻ ዋእ ኣነ ክሳብ ሕጂ እኳ ስቕ ኢለ እየ ጽዒረ ሕጂ እየ ከማን ሓፍ ዝዛረብ ዘለኹ ተረዲኹምኒ ሕጂ ከኣ መሰለይ'ዩ ፈቲነዮ ኩሉ እስከ ብከምዚ ብትሕትና እስከ ከምዚ ዶ ሜጊት ሴጉድ ሓቃሕሽ ብጀካ ናትኩም ጦቅ ተብሉኒ ዘለኹም ብውሽጢ ኣነ ግን ብውሽጢ ሕጂ ኣይምለስን'የ ስቅ በዚኣ'የ ዝምልሰልኩም እቲኦም ብውሽጢ ትጽሕፉለይ ዘለኹም ሶሪ እቲ ግዜ ሓሊፉ'ዩ ብውሽጢ ምምላስ ስለዚ ፈቲነ'የ ብዙሕ ብቴሌፎን ድየ ብዎጽኤፕ ድየ ብሜሰንጃ ድየ ንክንደይ ከ ዘይፈተንኩ ካባኩም ግን ሓደ ይረኣኩን። እወ ሃለውለው ኣይትስምዕዮም ሓቅኻ ኢኻ ሃለውለው በጺሑ ጨው ዘይብሉ ሃለውለው ጨው እንተዝህልዎ ከማን እኳ ደስ ምስ በለኒ ምስ ሰሓቅኩ ዘይስሕቀካ ዘይከውን ምሽ ኣለካ ኣነ እሱ እዩ ዝገርመኒ እንዴ እንተሓገዝካያስ እንታይ ኣለዎ ድዩ እንተሓጊዝክና ዋይ ኣቱም በጃኹም ንስኻትኩም ከ እንታይ ሓጊዝኩምኒ ስለዚ ኣነ ከዓ እቲ ቪድዮ ከምቲ ዘለዎ እየ ዝሓድጎ ከምቲ እያ ትመስለኒ እየ ዝዛረብ ምሽ ኣለኩም ስቕ ኣይ ዶንት ኖ ቅጭ ይመፅእኒ ዘሎ ኤኒወይ ደሓን ግዜኹም ከዓ ከይቀትል ትማሊ ናይ ኣኤፍዴ እንዴ ተዛሪበኩም እሱ ተስፋ ይገብርም ምስ ኣውረድኩዎ ክሰቕሎ እየ ግን ናይ ኔብንኮስትን ኣፕሬሽንን ክኣ ሓደ ክልተ ቃላት ክብለኩም ይደሊ ፕርከ ግዜኹም ከማን ኩቡር እንድዩ ኣብዚ መጺኹም ኩላትኩም ሱቕ ኢለ ከማን ጭንቀት ክገብረልኩም ኣይደልን እየ ኦኬ ግን ተባራበሩ ክብለኩም ይደሊ ኔብንኮስትን ኣፕሬሽንን ማለት ትፈልጥዎ ዲኹም ሓደ ሓደ ግበሩ ወይ ከረድኣኩም ቅድም እንታይ ማለት ከም ዝኾነ እዚ ሕጂ ስቕ ኢለ ካብ ሓንጎለይ እምበር ከም ቀደመይ ፕሮቶኮል ሓልየ ሰዓታት ኣይቀራረብን'የ ንቪድዮ ኢለ ኣይትፈልጦን ኢኻ ኦኬ ኦኬ ብራቮ ግራትሴ ንፉዓት ርኢኹም እዚኦም ተባራቢሮም እዮም ድሮ ቡኖም ሰትዮም ይዝምልሱ ኣለዉ ኦኬ ኣብ ጀርመን ዲኹም ዘለኹም ሓደ ሓደ ዝገበርኩም ኦኬ ኣረድእና ኦኬ ኔምኮስትንኣብሬሽኑንግ እንታይ ማለት'ዩ ኖርማላቫይዝ እቲ ኣብ መወዳእታ ዓመት እቲ ዘካርየካ ገዛ ክጽሕፈልካ ኣለዎ ገሌኹም ትፈልጥዎ ኢኹም ብሕልፊ ካብ ጆብ ሴንታ ትነብሩ ኢኹም ትፈልጥዎ እዚ ፐርከሳቶም ናይ ግዴታ ካብ መንግስቲ ትነብር ድሕር ኮንካ እስከ ንገረና እንታይ እዩ ናይ ብሓቂ ኣኽፊሎምኻ መወዳእታ ዓመት ናይ ኔም ኮስት ንኣፕሬሽን ሕተት እዮም ዝብሉኻ እቲኦም መንግስቲ ፐርከ ኩሉ እሳቶም ስለ ዝሽፍኑልካ ዝምለስ ገንዘብ ኣለካ ድዩ የብልካን ንዓኻ ሓልዮም ኣይኮኑን ዝሓቱኻ ገንዘብ ዝተመለሰካ ኣሎ ድዩ የለን ኢሎም እዮም ዝሓቱኻ ማለት እዩ ስለዚ ወ ኣባይ ጻግንቲ ወ ኩሉ ሕደ እያ ኩሉ ሕደ እዩ ጆብ ሴንታ ኩሉ ውሕደ እዩ ናይ መንግስቲ በቃ ንበሎ እንዳ ኣመት ኢና ንብሎ ኔርና ንሕና እኳ ጆብ ሴንታ ከማን ኣይንብሎን ኢና ኔርና ንሕና እቲኦም ናይ ቀደም እንዳ ኣመተ ስለ ዘሕፍረና ዝነበረ ወይ ዘሕፍሮም ዝነበረ ኤኒወ እንዳ ኣመተ ንበሎ እስኻትኩም ከኣ ክትፈልጥዎ Anyway እሳቶም እሳቶም ክኸፍሉኻ ከለዉ እሳቶም ሽዕኡ ይሓቱኻ እዮም ናይ ብሓቂ ዝተመለሰካ ገንዘብ የለን ድዩ ጽሒፍልካ ድዩ እቲ ዋና ገዛ ገለ ይብሉኻ እዮም ተረዲኹምኒ ሕጂ እቲኦም ሲንግል ወይ እቲኦም በይኖም ዝነብሩ ዝሰርሑ ግን ብዙሕ ግዜ ኣነ እንታይ ኣስተብሂለ ብኸምኡ እያ ከማን ሕጂ ከም ገለ ትዝ ኢላትኒ እዚኣ ኣርእስቲ ቀደም ኣብ ሌስታ ናተይ ነይራ እንድያ ግን ሕጂ መሊሲ ዘኪረዮ ፐርከ ከምዚ ሕጂ እዮም ዝሰዱልካ መጀመርያ ዓመት ጃንወሪ ገለ ይሰዱልካ ወይ ካብ ጃንዋሪ ንኔው ይሰዱልካ ናይ ዝሓለፈ ዓመት ተረዲኻኒ ሕጂ ብዙሕ ግዜ ግን እንታይ እዩ ዘጓንፍ እቲኦም በይኖም ዝነብሩ ሰባት ጆብ ሴንታ ዘይነብሩ ቅድሚኡ ከኣኒ ኣብ እንታይ ዝበሃል ኣብ ላጋ ዝነበሩ ከምዚ ናይ ያ ላጋ ዝነበሩ ኣይፈልጥዎን እዮም እዚኢታት ኖርማላቫይዘ ብሕጊ እቲ ዋና ገዛ ክህበካ ኣለዎ እቲ ኔም ኮስትን ኣፕሬሽን ኔም ኮስትን ኣፕሬሽን ማለት ከዓ እንታይ እዩ ናይ ጓሓፍ ናይ ኩሉ ኣዞ ምሽ ኣሎ ሚተ ካልት ሚተ ማለት እቲ ነቲ ኣገዛ ትኽፈል ማለት ጥራዩ ነቲ ክቫድራት ሜታ ነቲ ናቲ ምግፍሑ ቦታ ኢኻ ትኽፍል እቲ ቫብ ሚተ ዝበሃል ከዓ እንታይ እዩ እቲ ብልዕሊኡ ዝመፅእ ኮስት ናይ ማይ ብሓንሳብ ኮንካ ክትማቐሎ ምስቲኦም ካልኦት ሰባት ናይ ትኼፕንሃውስ እዚ ኣስካላ እንድሕር ይውል ኣባና ሕጂ ይውልወል እዩ እዚ ገዛና ትኼፕምሃውስ ኣይ ኣይ ባዕልና ኣይንገብሮን ኢና ሰራሕተኛ ኣለና ግን ብሓንሳብ ኮይና ንኸፍሎ and ኮሚታት ምሽ ኣለኩም እቲ ሁፍ ከማን እቲ ካንሸሎ ይኹስርዎ ገለ መለ ከምኡ ኢታትኒ ኩሉ እቲ ብሓባር ትጥቀመሉ ብሓባር ትኸፍሎ ሽዕኡ እሱ ይጽብጽብዎ ማለት እዩ ሕጂ ኣብ ከምዚ ግን እንታይ ኣሎ ይሕዋተይ እስኻትኩም ብዙሕ ግዜ ዘይትፈልጥዎ ቀዳማይ ነገር ብዙሕ ግዜ ኣይህብኹም እዮም ኣይሰድልኩም እዮም ብሕልፊ ዝምለስ እንድሕር ኣለካ ብሕልፊ እንድሕር ፈሊጦም ወጻእተኛ ምዃንካ ወይ ድማ እቲ ዘካርየካ ወጻእተኛ እንድሕር ኮይኑ ብዙሕ ግዜ ኣይ ክስታይ ኣይገብሩልካን እዮም ኣይ ርኤኻ ሸሞንተ ሚእትን ሰብዓን ተመሊስኒ ይብል ኣሎ ኣብዚ ሓደ ያ ዝሓለፈ ዓመት ያ ሸሞንተ ሚእትን ሰብዓን ቀሊል ገንዘብ ኣይኮነን ተረዲእኹምኒ ሕጂ ኣብዚ እንታይ እየ ከማኽረኩም ዝደሊ እቲኦም ወፊሮም ዝኣትዉ ብሕልፊ እቲኦም ጆብ ሴንታ ዘለዉ እኳ እቲ እንዳኣመተ ባዕሎም እዮም ዝሓትዎም ንዕኦም ስለ ዝማልስኒ ሽዑ ዝያዳ ገንዘብ ንዓኻ ንድርዕር ኣለካ ክትመልሰሎም ኣለካ ማለት እዩ እቲኦም በይኖም ዝቕመጡ ወይ ሰሪሖም ወፊሮም ዝኣትዉ ከኣ ብኽልቲኡ ወገን ምስ ሰበይቶም ድዮም ገለ እሳቶም ክሓቱ ኣለዎም ሕተቱ ነቲኦም ዘካርየኩም ገዛ ሕተቱ እሞኒ ሽዑኡ ከዓኒ ፈትሽዎ ሓቂ ድዩ ምሻለካ ሕጂ ንኣብነት ኣስካላ ኣብቲ ገዛኹም ድሕር ዘይውልወል ኮይኑ ትሬፕን ሃውስ ፑትስን ገለ ኢሎም ድሕር ፅሒፎም ክትቃወሞ ኣለካ ድማ እንድሕር ክኢልካ ከማን ጀርመናውያን ኣብቲ ገዛ እንድሕር ኣለዉ ከዓ ምስኦም ከዓኒ ተዛረብ ኢኻ እቲ ናትካ ኣፕረሽን ከመይ ነይሩ ኢልካ ተዛረብ ኢኻ ምስኦም ማለተይስ እቲ ኣይግንትሊሽ ሓደ ክኸውን ኣለዎ እንታይ እዩ ወሳኒ እቲ ክንደይ ምግፍሑ ምዃኑ ገዛኻ ገሊኦም ብምግፋሕ ገዛ ካልኩሌት ይገብሮ ገሊኦም ከኣ ሰብ ክንደይ ሰብ ኣብቲ ገዛ ይቕመጥ ከከም Es gibt verschiedene Schlüsseln ኣብ ከምኡ ከማን ብዙሕ ነገር ከዕልለኩም ምኸኣልኩ እንታይ እንታይ ዝፍቀደሎም እንታይ እንታይ ዘይፍቀደሎም እዚ ግን Nebenkosten Abrechnung ኢልኩም ኣብ ኢንተርኔት ክትረኽብዎ ትኽእሉ ኢኹም በርከ ማለተይ ወይ ሕቶ እንድሕር ኣለኩም ከዓ ካልኣይ ቪድዮ ክሰርሓኩም እየ ፀገም የለን ግን ሕተት ይኹም ክብለኩም ይደሊ ይፍቀደልኩም እዩ ክትሓቱ ኣለኩም መሰልኩም እዩ ኔም ኮስትን ኣብኸሽትን ክትወሃቡ ምናልባት ገንዘብ ዝምለሰኩም ይህሉ ከማን ናይ ቅድሚ ሕጂ ገዛ እንድሕር ገዛ ቀይርኩም ድዩ ገለ በቃ ይፍቀደልኩም እዩ ክሳብ እንድሕር ዘይተጋገኹ ብውሕዱ ሰለስተ ዓመት ወይ ዝያዳ ከማን በርከ ከም ዕዳ እዩ ነቲ ዋና ገዛ ክመልሰልካ ኣለዎ ተረዲእኩምኒ ሕጂ ዝኮነ ሕቶ ኣነ ኣብዚ ማሺን ኣይኮንኩን ኣነ ኣሕዋተይ በቲ ትግርኛ ባእባእ ኢለ እንዳተዛረብኩ በቲ ከኣ ትግርኛ ኣብ ታሕቲ ከንብብ ወይ ጀርመን ከቢድ እዩ ኣብቲ ዩቱብ ኢኩም ትሓትኩለይ እንታይ ኣቲ ኣይ ዩቱብ ተጽግመኩም እንድዒ ኣብዚ ጥራይ ድዩ ቀለም ዘለኩም ወይ ኣብቲ ዩቱብ ቀለምኩም ይውዳእ ኣይ ዶንት ኖው። ከመይ ጌረ እየ ሕጂ እንዳንበብኩ ክዛረብ ኣብዚ ብዙሕ ትሓቱኒ ኣለኹም ወይ ትጽሕፉ ኣለኹም ኮንሰንትሬት ክገብር እንድሕር ኮይነ እዚ ቪድዮ ከዓ ኣብቲ ዩቲዩብ ኢኹም ትረኽቦ ካልኣይ ቪድዮ ከም ቀደመይ ክጸፍፍቶ ገለዶ ኣይሰርሕን እየ ፐርከ ኩሉ ሕደ እዩ ሰሪሕኻ ኣይሰራሕኻ ኩሉ ሕደ እዩ ትርጉም ኣይረኣኹሉን ትርፉ ይረኣኹሉን ስለዚ ኤክስትራ ስራሕ ይገብር ነይሩ ፍዮ ንውልቐኹ ኦኬ ሶ and ኣገዳሲ ዝብሎ ኣብ ከምዚ እንድሕር እንድሕር ክፈል ኢሎምኻ ከኣ ገሊኦም ከኣ ፈሊጦም ብሕልፊ እዚኦም ፕራይቨት ዘካርዩ ፈሊጦም ክንድዚ ክፈል ክንድዚ ትእውደና ኢኻ ይብሉኻ ግን መብዛሕትኡ ግዜ እሱ ከማን ክትፍትሾ ኣለካ ኩሉ ክትኣምኖ የብልካን ከምቲ ዝሰዱልካ እዚ ከኣ ከማኽረኩም ይደሊ and ja Nebenkosten Abrechnung ኢልኩም ሕተቱ ኢኹም ብሕልፊ እቲኦም በይኖም እቲኦም ትሕቲ መንግስቲ ዘይኮኑ ተረዲእኹምኒ by the way ኣብዚኣ ከኣ መወዳእታ ኢንፎርሜሽን ክብለኩም ርኢኹሞ ዶ ኣብዚ ቲክቶክ ሓደ ለጢፍዎ ኣሎ ዓመት ዓመት ስታቲስቲክ እንዲዮም ዝገብሩ ኤርትራውያን ኣብ መበል ክንደይ ፕላትስ በጺሕና ኣለና ካብ እንዳ ኣመተ ንቕበል እስከ ካብ ሙሉእ ጀርመን ምስቲኦም ካልኦት ወጻእተኛታት ተወዳዲርና ኣብ መበል ክንደይ በጺሕና ኣለና እስከ? እስከ ሸውዓተ ብራቮ እስኻ ክበሪ ኢኻ ኣነ ብራቮ እወ መበል ሸውዓተ ግን ኤርትራውያን ዝበሉ እዮም እምበር ኤርትራውያን ኩሎም እኳ ኣይኮኑን እዚ ከዓ ንፈልጦ ኢና ኩላትና ሓቂ ሓይሽ እዚ ከዓ ፍሉጥ እዩ ኣብ መንጎና እምበር ይኹን እምበር ሓቀይ ስለዚስ ከመይ ገርካ ኢካ እሞ ግን ትፈልጦ ግን ሸውዓተ እያ ኢትስ ቀሊል ኣይኮነን ሓቂ ሓይሽ ብዙሕ ኣዞ ሾን ልዓሊ እዩ ምስቲ ቁጽርና መስለኒ ኣነ ከምኡ ኮይኑ ይስምዓኒ ያ ኣይ ዶንት ኖው እሱ ክመልሱልና ይኽእሉ ድዮም ሕጂ ግን ከኣ ሕጂ ከኣ ግን ከኣ እዚ ናይ ኔም ኮስት ንኣብረሽንም ጽንሑ ባኒ እዚኣ ከኣ ክነግረኩም እዋይ ኣታ ጉድ እኳ ንዩ ክትጥንቀቕ ኣለካ እኳ ትብሎ ብዚ ሕጂ ንኣብነት ሓደ ፈሚታ እንድሕር ሓቲትካዮ ድሓር ከኣ ንበል እስኻስ ዝምለስ የብልካን ክትከፍለና ኣለካ እንድሕር ኢልካ ከኣ ንዓይ ከይትኸሱኒ እባ ባይ ዘ ወይ እዚኣ ከኣ ኩሉ ግዜ እቲ ጸገም ኣብዚ እንታይ ድዩ እዚኣ ከኣ ክነግረኩም ይደሊ ሜይቢ ቅድም ምስቲኦም ክስታይ ተዛረቡ እሞ ፐርከ መብዛሕትኡ ግዜ ግን ዝምለስ ዝኽፈል እንድሕር ኣለኳ ኣይርስዕዎን እዮም ሓቂ ሓይሽ ዝምለስ እንድሕር ኣለካ ግን ብሕልፊ ፕራይቨት እንድሕር ኮይኖም እቲ ገዛኻ ናይ መንግስቲ እንድሕር ኮይኑ ሓቂ ሓይሽ ኩሉ ኣጋባብ ኣለዎ ኦፊስ ኣዝማዝስ ናይ መንግስቲ እንድሕር ኮይኑ ኣየ ሱቕ ኣይብሉን እዮም ይምለሰልካ ድዩ ዝምለሰልካ ድዩ ወይ እንታይ ዝበሃል ዝምለሰልካ ወይ ዝእውዱኻ ድዮም ኩሉ ግዜ ይጽሕፉልካ እዮም ተረዲእኻኒ ናይ መንግስቲ እዚኦም ፕራይቨት ግን ኣብ ከምኡ ይሰርቁ እዮም ብሓጺሩ ክብለኩም ይደሊ ማለት ወይ ይህከዩ ክላእ እዚ ደኣ እንታይ ኢለ እየ እሞ ሚእትን ሓምሳን ወይ ሽዱሽተ ሚእቲ ክመልሰሉ ክላእ እንታይ እሞ ኣበይ ክርድኦ ድዩ እዚ ጀርመን ከማን ዘይዛረብ ኢሉ ስቅ እዮም ዝብሉ ብኡነት እመኑኒ ዝኾነ ዝሓገዘኩም ቪድዮ ወይ ዝጠቐመኩም ወይ ዘይጠቐመኩም ከማን ዝኾነ ከዓ ሕደጉለይኺ ሕደጉለይኹም ናይ ጆብ ሰንታይ ከምለስ ድዩ እንታይ ድየ ክብል ፀኒሐ ናይ ጆብ ሰንታ ዝኮንኩም ባዓሎም እዮም ዝጥውቁኩም ኣበይ ኣሎ ናትካ ነይም ኮስት ን ኣብረጅ ቃጭል ወልዑ እሞ ብ እዋኑ ክትኣትዉ ኣነ ኣዚ ቪድዮ ምስ ተወድእስ መሊስኩም ካኣ ናብ ድሕሪት ትጎቱኒ ናይ ጆብ ሰንታ እንድሕር ኮንካ ባዓሎም ይሓቱካ እዮም ኣለካ ድዩ ነይም ኮስት ን ኣብረጅ ን ክብሉካ እዮም ተረዲካኒ ስለዚ ወላሓደ ዘሸግር የብልካን እቲ ገንዘብ ካኣ ናትካ ኣይኮነን ፐርከዝ ሳቶም እዮም ከፊሎሞ። ሓቀይ እስኻ ዘይኸፈልካዮ ናተይ ክትብሎ ኣይትኽእልን ኢኻ ከምዚ ብኣሞይ ሓንቲ ዝሓተተትኒ እዋይ ገሪምኒ እኳ ነቲ ኣተሓሳስባና እንድሕር ካብ ጀብሰንታ ትነብር ኮንካስ ሽቶያ ኣክልያኹም ዶ ክትገብር ትኽእል እዋይ በስማም ኣነስ እቲ ሕጂ ኣብ ከምኡ ይርድኣኒ እቲ ካብ ሽቶያ እንዳነበርካስ ካበይ ደኣ ክመልስልካ ናይ ገሊኡ ሰብስ ይገርመኒ በዓልኻ በጃኻ ቅድሚ ኖኖ ምሕታት ኩሉ ግዜ ጽቡቕ እንዲዩ ፍራግን ኮስትት ኒስት ይበሃል ግን ቁሩብ ከኣ ሎጂክ ክኸውን ኣለዎ ሽቶያ ኣክልያውም ንባዕሉ እንታይ ማለት እዩ ዝኸፈልካዮ ቀረጽ ዝምለሰልካ እዩ ካብ ቀረጽ እንዳተቐለብካስ ከመይ ገይሮም እዮም ክመልሱልካ እንታይ እዮም ክመልሱልካ ክትደሊ ካብ ምንታይ ክመልሱልካ ካብ ዋ እንድዒ ኣይ ዶንት ኖ ንስኻ እምበር ክትመልሰሎም ኣለካ ምስ ስራሕኻ ገሊኡ ወይ ናይ ግድን ሽቶያ ኣክልያውም ክትገብር ኣለካ ምስ ስራሕኻ ቁሩብ ክትመልስ ኣነስ እንድዒ እዋይ እዚኣ ናይ ዩኤን ከኣ በጃኹም ሕደግዋ ዩኤን እያ ትቅልበና ዶ ገለ ዶ እቲኦም ናይ ጆብ ሰንዳ እቲኦም ዝሰርሑ ሰባት እዮም ዝቅልቡኹም ኣሕዋትኩም ድዮም ጀርመናውያን ድዮም እቲ ዝሰርሕ ኣርባዓ ሓምሳ ካብ ሚእቲ እዩ ዝኸፍል ብኣም ወይ ከማን ኣብ ሓንቲ ዩቲበር ደሓን ወዲ ድዩ ጓል ኣገዳሲ ኣይኮነ ኣነ እኳ ክትንክፎም ኣይደልን እየ እዚኦም ዩቲበር ኮሌ ግን ግን ገሪምኒ ኣብቲ ዩቲብ ከኣ ሓደ ሰብ ከምኡ ኢሉ ወዲ ድዩ ጓል ኣገዳሲ ኣይኮነን ኣነ ሽም ክጠቅስ ኣይደልን እየ ኣብኡ ከኣ ከይልጥፉኒ ደሓር ሰንቢደ እዋይ እዚኦም ዩቱብ ከማን ንባዕሎም ኣይጥዑያት ከመይ ገሩ እዩ እቲ ሰብ እሞ ክመሃር ብእውነት ኣላ ሓንቲ ቪድዮ ኣብ ዝቐረበ ግዜ ኣነ ከዓ ኣጋጣሚ እቲ ዘይከውን ቪድዮ እዩ ዝጥውቕ ባዕሉ እዩ እቲ ክስታይ ነብስ እቲ ኣምላኽ ክስታይ ዝገብረኒ ኣነ ሰሓቕ ሞይተ ክፅሕፍ ከማን ደልየ ግን ወይ እንድሕር ገለ ፅሒፈ ከዓ ኣነ ከምዚ ክሪቲሳይዝ ጌርካዮም ከዓ ክስታይ ከይስምዖም ኢለ ፈሪሐ እዋ ድሓር ከዓ ኣብኡ ከይልጠፍ ከምኡ እንድዩ እዚኣ ከኣ ከምዚ ናምበር ዋን ጸላኢት ከይከውን ምሽ ኣለኩም ሽዑ ስቕ ኢለ ግን ዩኤን ኣይኮነን ኣብዚ ኮይነ ከም እርመኩም እየ ኣብ ካልእ ጌጋ ዘሰማዕኹ ኣብዚኣ ክእርማ እየ ናይ መን ከም ዝኾነ ኣገዳሲ ኣይኮነን በርከ ነቲ ሰብ ከምዚ ኣንግራይፍ ን ኣታክ ትገብሮ ዘለኻ እዩ ዝመስሎ እንድሕር ኣሪምካዮ ኣባና እቲ እሱ ከኣ ጸገም ኣለና ኣብ ክንዲ የቐንየለይ ዋእ እንታይ ፈሊጠ ኢልኪ ዲኺ ዲኺ ገለ ገለ ይብሉኻ እወ ኣይፈርሕን እየ ዋእ ነገር ጥራይ ዘይደሊ

ታይ ገዲስኒ ኣብዚኣ ዘይነግረኩም UN ዝብሃል የለን የሕዋተይ UN ጀርመን እያ ናብ UN ካሰ ትኸፍል እምበር ጀርመን ካብኦም ኣይትቕበልን እያ ንዓኹም ወይ ንዓና ነቲኦም ካብ እቲ ዝሰርሕ ዘሎ ሰብ እዩ ዝቕልበና ዘሎ ብሓጺሩ እዩ ዝቕልበኩም ወይ ዝቕልበን ወደቫ እቲ ካብኦም ዝወስድ እሽ ኒ ያ መብዛሕትኡ ኣድጊና እወ እወ እስኻ ሓውና ብኣምሆይ ከማን መጺኻ ነርካ Du hast keine Arbeit? Do! Do! እዋይ እዋይ እዋይ ዝቕልበና ዘሎ ዝብል ዘለኹስ እቲኦም ካብኦም ዝቕለቡ ዘለዉ ማለት እየ ኣነስ ኣይቅለብን እየ ካብኦም ሓወይ መዓረይ እውይ እውይ እንድሕር እንድሕር ሰብ ቀሪቡኩም እኳ እንታይ እዚ ከ VMT ክስታዩ ያ ነይ ደሓን ፎሎዋይኻ ደሓን ክሓድገካ እየ ንጥር ኢልኩም ከኣ ከምዚኻ ከምዚኺ ገለ ኣይትበሉ ዋይ ኣስ ንሕና ይብል ኣለኹ ፐርከ እንታይ ድዩ እቲ ጸገም ከኣ ከምኡ እንድሕር ኢልካዮም ነቲኦም ካብኡ ዝነብ ዝወስዱ ከኣ ከምዚ ኣታክ እዩ ዝመስሎም እሱ እኳ እቲ ጸገም ዝበልካዮ ብኻልእ እዩ ዝችረፍ ብኣምሆይ ገለ ምሽ ኢለ ናይ ኣወዳት ከምዚ ትግበራ ከምዚ ገለ ዋይ ክንደይ ድየን ኣታክ ገይረናኒ ዋ እንድዒ ፓራኖያ እዚ ሰብና ሓቂ ሓይሽ ንጽቡቅ ዝሓሰብካዮ ናብ ካልእ እዩ ዝልውጦ ብከምኡ እየ ኣነ ሕጂ ንሕና ክብል ኣለኒ ንዓይ ከማን ኣብኡ ክእትዎ ኣለኒ ብቲ ድስቲ እዚ ከይተቀበልኩ ብርከ ብጌጋ ከኣ ስለ ዝርድኦም ቀልጢፉ እዩ እቲ ሰብና ዝትንከፍ እንታይ ምሻለካ ዝኾነ እንድሕር ኢለስ ገለ ምሽ ይብል ከምዚ ከምዝን ከምዝን ግበሩ ኣነ ከምዚ ከምዚ እዋ እስኺ እንታይ ጌርክልና ዲኺ ገለ እሽ ፋስስ ነሽ ደስቬግን እሽ ሙስ ኣውፍፓስን ኣው ኣዞ እቲ ኣዘራርባ ናተይ ትኽብትኽ እንዲዩ ኣይለመዶን እቲ ሰብና ስለዚ ብጌጋ ከይትርድኡን ኢለ እየ ኣባ ዘለየ ኮስን ኣብ ኸሽቱን ተሓተኒ ዝጸናሕኻ ኣድግና ሓመዱ ዲኻ ሽምካ ርእየካ ምሽ ነይረ ዓንተወይ በጃኻ ሕተት ሕተት ኢኻ ከማን ይፍቀደልካ እዩ ናይ ቀደም ዓመታት ከማን እሺ ክላውበ ያብ ኣይንፋክ ሕተት ኩሉ ሕተቶም ዲ ምስ እንድያ ገይብም ከማን እንድሕር ዘይገበረልኩም መዓት ገንዘብ ይህልወኩም እቲኦም ገንዘብ ሎሚ ትረኽቡ በዚኣ ኔም ኮስ ንኣብረሽንም ናይ ዝሓለፈ ሸሞንተ ዓመት መን ይፈልጥ ኦኬ ሸሞንተ ዓመት እኳ ኣይከውን እዩ ክልተ ሰለስተ ዓመት ኣብ ላጋ ኔርኩም ትኾኑ ደሓን ናይ ኣርባዕተ ሓሙሽተ ዓመት ንበሎ ዓሰርተ ካብ ሚእቲ ንዓዩ ዝኾነ ካባይ ሓበሬታ ትረኽቡ ዓሰርተ ካሳ ክገብር እየሞ ሕጂ ዓሰርተ ካብ ሚእቲ ናባይ ክትሰድዎ ኣለኩም ብቲ ናተይ ምኽሪ ትረኽቡ ሕራይ ጸሓፉ ከዓኒ ክንድዚ ረኺበ ኢልኩም ሓቂ እያ ናይ ብሓቂ ነቲ ሰብ ከዓ መተባብዒ ይኾኖ ኦኬ Bitte senden Sie mir meine Nebenkosten Abrechnung für die Jahre so und so ኢልካ ጸሓፍ ብጽሑፍ ኢኻ ትሰደሎም ነጊረዮም ገለመለ ደዊለሎም ከይትብሉኒ ድሕሪ ሕጂ ምድዋል ምንጋር ኣብ ኩሉ ኣብ ኦፊስ ድዩ ኣብ ዝኾነ ብጽሑፍ ኢኻ ትሰደሎም እሺ ሽዑኡ ድሕሪ ክልተ ሰሙን እንድሕር ዘይጸሓፍኩ ወይ ወርሒ ድሓን ሰለስተ ሰሙን መሊስካ ትሰደሎም እሺ ከምኡ ግበሩ ኢኹም በቃ ኣብዚ ከማን ሕጂ ድሮ ገሊኦም ይሓቱ ኣለዉ ኣነ ግን ሰብ ኣይእትውን እየ ሕጂ እቲ ብኣምሆይ ቪድዮ ዝሰራሕክዎ ከማን ኣይረኣይን ኣሎ

እንተ መጺኒ እዋይ ሳሙኤል ተኽለ ዋይ እሽ ቪል ዳስ ዜን ክህበኪ ደኣ ይብትብሉ እንዲኹም ሼር ክብለልኪ ይፈልጣ እንዴ እዚኣ ክገብራ እየ ይፈልጣ እንዴ ደሓን ግን ደሓን ምስክር ኣብ ዘለዎ ክንደይ ዝኾኑ ናይ ሳሙኤል ተኽለ ሚእቲ ክህበኪ ይብል ኣሎ ኤኒወይ ደሓን የሕዋተይ ተጠቐሙሉ ኢኹም እቲ ናይ ኢንተርናሽናል ቪድዮ ከማን መዓት ኣሎ ናይ ጀርመን ጥራይ እኳ ክስራሕ ኣይደልን እየ ድሕሪ ሕጂ ዜረ ዜረ ግን ናብ ጀርመን እየ ዝምለስ ዘለኹ ዋይ ጉድ ረኺበ ኣይሰርሓልኩምን'የ እንዳበልኩ ከኣ እንድዒ ገለ እንድሕሪ ዘኪረ ከኣስ እዚኣስ ትጠቕሞም'ያ እዚኣ ትጠቕሞም'ያ ኣይ ዶንት ኖው በጃኹም እዚ ኔም ኮስ ንኣብራይሽ ንው ሕጂ ሓቂ ሓይሽ እቲኦም ናይ ቀደም ከማን ኣይፈልጥዎን እዮም መሰልካ ዝያዳ ከማን ሕቶታት እንድሕር ኣለኩም ከምጻልኩም ይኽእል'የ ግን እቲ ቪድዮ ቅድም ክረኣይ ኣለዎ ኣብኡ ዶሮና እንዳመልአ ኣብዚ ከኣ ንጠቕ ተብሉኒ ብውሽጢ መልስለይ ዶ ብሜንታይ ክረኽበኪ ዶ ብምንታይ ክረኽበኪ my time is expensive ብጣዕሚ እየ ዝፈትወኪ ኣነ ከማን ብጣዕሚ ይፈትወኩም እየ ጥራይ እቲ ብዙሕ ኣይተሓጎስኩን ኣለኹ ሓቂ ሓይሽ ዕዮ ገዛ ይትገብሩ ገለ ይትገብሩ I will give you 100 ውይ ዋይ ሃብቲመ ማለት እዩ ሎሚ ኩላቶም ሚእቲ ክህቡኒ ደልዮም ዋይ ግን ድሓን ምስ ረኸብኩም ከይረኸብኩም እኮ ሓደ ይደሊን እየ ከይረኸብኩም ሓደ ይደሊን እየ ነቲኦም ዘድልዮም ጥራይ ሃቡ ኦኬ ናይ ናይ ብሓቂ እየ ሕጂ እዚ ናይ ሽቶያ ኣክልያኹም ከማን ግበሩ ኣይ ዶንት ኖ ብዙሕ ኣሎ ኣሕዋተይ ዘይትፈልጥዎ ኣይ ዶንት ኖ እንድዒ ከምኡ ኮይኑ ይስምዓኒ እቲ ናይ ክራንክ ንካሰ ቅድሚ ሕጂ ዝበልክዎ ከማን ቦኑስ ሄፍት ግበሩ ኣብኡ ከማን ክንደይ እዮም ክሳብ ሓሙሽተ ሚእቲ ሰለስተ ሚእቲ ኣርባዕተ ንዓይ Almost ኣርባዕተ ሚእትን ተስዓን ድዮም ገለ ዝበዝሐ ሰዲዶም እሂቦም ንይፈልጡ ናይ ክራንክ ክንደይ እዮም ክሳብ ሓሙሽተ ሚእቲ ሰለስተ ሚእቲ ኣርባዕተ ንዓይ Almost ኣርባዕተ ሚእትን ተስዓን ድዮም ገለ ዝበዝሐ ሰዲዶም እሂቦም ንይፈልጡ ናይ ክራንክ ሶሪ ብከምኡ ክስታይ ገይረ ስታክ ኮይና ትከውን ጸኒሓ ትሰምዑኒ ጸኒሑም ኤኒወይ የሕዋተይ ሸር በልዎ እቲ ቪድዮታተይ ሽዑ ሞር ክዋሊቲ ከምጻልኩም ይኽእል እየ ከምዚ ግን በቃ እቲ በቃ ብሓንጎል ኤኒወይ የሕዋተይ ሸር በልዎ እቲ ቪድዮታተይ ሽዑ እሞ ኳሊቲ ከምጻልኩም ይኽእል እየ ከምዚ ግን በቃ እቲ በቃ ብሓንጎለይ ናይን ኩሉ ሰብ እዩ ከምኡ ዝሓተኒ እቲ ቪድዮ ኣይትጥቀምሉን ናይን እሽ ቢን ሙደ ሓወይ መዓረይ ወይ ሓፍተይ ዲኺ ናይን እሽ ካን ኔሽት ኣይንፋኽ ክንደይ ዝሕግዙ ትካላት ኣለዉ ከምኡ ከማን ቪድዮ ሰሪሐ ኣለኹ ናብቲኦም ዝሕግዙ ብነፃ ንሕና ድሮ ብሽቶያን ዝኸፈልናዮም ናብኦም ክዱ

ኣብ ሓቂ ዘይንዛረብ ኢና ያእ እቲ ዝገብሮ ዘለኩ ሓገዝ በቲ ዩቱብ እሱ ተጠቀሙሉ ኣብ ከምኡ ስካትኩም ካኣ ሓግዙኒ ናትኩም ካኣ ሪኡኒ ኦኬ ዋን ወይ ክከውን ኣይክእልንዩ ሓፍተይ ማዓረይ ወይ ሓወይ ማዓረይ ብከመይ ክረክበኪ እዚ ሓግዝኒ ናይን ደስ ኢሽ ቢን ሙደ ደኪመ ኢሽ ቢን ሙደ ናትኩም ተራ እዩ ሕጂ። ያእ ናትኩም ተራ እዩ ለባም ያእ ዳንኪ ሽን ሓወይ ማዓረይ ወይ ሓፍተይ ናይን ናይ ብሓቂ ብኡነት እቲ ሰብና ስኒ እንድዒ ፓራዶክስ እዩ ፓራዶክስ ነቲኦም ወይ ድማ ነቲኦም ጠኒሳ ሓሪሳ ሓፂር ጎና ተኸዲና ዓገብ ዓገብ ዝብሉ ንዕኦም ፀሓፍሎም ናቶም ዩቱብ እዩ ዝረኣይ ናይ ብሓቂ ኣነ ትኽ ብትኽ እየ ዝዛረብ ነቲኦም ባይ ዘ ወይ ነዚኦም ዓገብ ዓገብ ዝብሉ ከዓ ንዕኦም ኣነ ዓገብ ይብሎም ሎሚ ብርከ በዚሑ እቲ ዓገብ ዋይ ነናትና ዘይንገብር ዓገብ ኣየድልየና ገለ የድልየና ሽዑ እ ኩሉ ሕቶ ኣብቲ ዩቲብ ኢኹም ትሓትኩለይ ኣብኡ ወላ ሓደ ሰብ ዝፅሕፍ የለን ስለዚ ያ እሽቫይስስ ከመይ እዩ ዝመስለኩም እንድዒ እቲኦም ካልኦት ዩቱበር ከ ከምኡ ፕራይቨት ክትራኽብዎም ትደልዩ ዶኒ ንሳቶም ከ ይምልሱልኩም ዶ ንፕራይቨት እንድዒ ኣነስ ሰሚዐ ይፈልጥ ኒየ እንድዒ ኣይ ዶንት ኖው ድማ ሓፍ ዘይብል ሽግር ከኣ ዲኻ ትሰምዕ ዋይ ያ ሙስ እኳ ኮፕስሻታ ማለትስ እቲኦም ዝሕግዙ ከማን ኮፕስሻት ኣለዎም ትፈልጡ ዶኒ ከምዚ ትፈልጡ ዶኒ ከምዚ ኮንሳልቴሽን ኣለዎም ቀጻሊ ብርክ ቀሊል ኣይኮነን ጸገም ቀጻሊ ጸገም ናይ ካልእ ሰብ ክትሰምዕ it's not easy you know anyway ደሓን እቲ ዘሎ ተጠቐምሉ እሞኒ ሽዑ ንሪኦ ናበይ እዩ ንኸይድ ያ ፕሊስ መልስለይ እስኻትኩም ከ ትምልሱለይ ዲኹም ዋይ ኣነስ ይገርመኒ ፕሊስ መልስለይ እቲ ቪድዮታተይ ረኣዮሞ ኩሉ መልስለይ ወይ መልሱለይ ኣብኡ ኣነ ከኣ ሽዑ ክምልሰልኩም ክጅምር እየ መሊሰ ክሳብ ሕጂስ ኣነ እየ ዝምልስ ዘለኹ you know መልስለይ yeah i know መልስለይ ናትኩም መልሲ ግን ኣይረኸብኩን ኣለኹ keine Pause yeah እንታይ ደኣ yeah ich muss doch antworten yeah ደሓን ደሓን ሓደ ሓደ ሓደ ሕቶ ኣይረኸብኩን።

Very simple this is my channel my my policy my channel my policy ok ወላ ሓደ ክስታይ እኳ የብልናን ሴንሱር የብልናን እዚ ከኣ ፍሪደም ኦፍ ስፒች ይበሃል ሕራይ እቲ ዝስምዓኒ ዝመስለኒ ክዛረብ ይኽእል እየ እስኻ ከኣ ከምኡ ግበር ኣብ ናትካ ቻነል ok እዚ ከምዚ እታት ኣይፈቱን እየ ስቕ ኢልካ ንስኻ ከማን ይፈልጠካ እንዴ ዘመን ሼር ክብለልኪ እየ ኢልካ ኣበይ ሸር ኢልካኒ ይፈልጠካ እየ ቁልብ እየ ዘብለኩም ከኣ ዘይከውን ክስቲ ኣይትግበሩ ቅድም እቲ ቃልኩም ኣይትስበሩ እሞኒ ሽዑ ኣነ ከኣ ኖርማል ክኸውን እየ ሽዑ ኦኬ ኤኒወይ ደሓን መዳከምቲ ኢኩም ሓቂ ሓይሽ ሶሪ። እዚ ዘመን ስኒ ከመይ ማሓዙት ኔርናስ ዘይከውን ኣብዚ ይጽሕፈለይ እዚ ከኣ ማሓዛ ኣይትመስለኒ ኔርካ ክሳብ ሕጂ እውይ ኣታ ኪድ እዋይ እስኻስ ኣይርደኣካን እዩ ብሎክ ኣካውንት ቻው ዘመን ሓወይ ማዓረይ። ኣነ ደኣ ከምዚ ዘይፈቱ ብሎክ ገረዮ ኣለኩ ነዚ ዘመን ቻው ዓርከይ እዩ ነይሩ ግን ኤጋል ናይ ዶክ ዘመን እዩ ያያ ግን ይፈልጠካ እየ you were my friend እዋይ ኣርብዓን ሓሙሽተን ፎሎዋ እዩ ዘለካ ሓቅካ እንዲካ ደኣ ገዛካ ዘይትከፍት ገዛካ ክፈት እንዶ ድሕር ቀኒካ ኣብኡ ምን ይንበል እስካ ከኣ ውይ ኣትገለቢኹም ኦራይ ብሩኽ መዓልቲ በሉ ብሩኽ መዓልቲ ጊቭሚ ጊቭሚ የለን የሕዋተይ በቃ እስኻትኩም ናትኩም ተራ ሕጂ ሼር ክትብሉ ኣርእስቲ ክትቅይሩ ስኖ ሚኒኑ ኢኹም ትሰምዑ በቃ ቻው ኦኬ ድማ እዚኣ ቪድዮ ስርሕልና እዚኣ ግበርልና የለን ኦኬ ኒሽት ጉድ ብሎግ ዶኽ እንድሕር ኣብዚሖሞ ዶኽ ዋ ዩ ኖ ናይን ኣይም ታያርድ ዩ ኖ ኔኔ እንድሕር ኣብዚሖሞ ድኣ ብሎክ ይገብሮም ፍሪደም ኦፍ ስፒች እዩ ዘሎ ደስ ዝበሎ ይሰምዕ ደስ ዘይበሎ ከኣ ቻው ይብል። በጃኹም ኣነ ክንደይ በ- ኣነ ኸ ኣታ ወይ ኣቲ ቤጋ ኣስ- በጅ- በ- በጃ ኣስመራ ትብሊ ዘለኺ ኣነ ክንደይ ከ ሕጂ እኳ እስኺ እኳ ሎሚ ኢኺ መጺኺ ትኾኒ ብዚ ኣነ ግን ዓመት ዓመትን ገለን ጌረ ኣለኩ ካብ በጃኩም ዝብለኩም ብበጃኩም ኣይትርድኡ ገለ ኣይትርድኡ ፕሊስ ዝብሃል ከማን ኣይሰምዕን እየ ድሕሪ ሕጂ እቲ እዚኣ ቪድዮ ኣብኡ ክሰቅላ እየ እሞ ኩሉ እዚ ትሓትዮ ዘለኪ ኣብኡ ክትረክብዮ ኢኪ ኣብቲ ዩቱብ ኩሉ ኢለዮ እየ እቲ ኣቃጭልካ ወልዕያ እንድሕር ድሕሪ ሕጂ ኩሉ ካብ መጀመርያ ክትሰምዒ ናይ ኔም ኮስትን ኣፕሬሽን እያ ኔራ እዚኣ ኤኒዌይ ብሩክ መዓልቲ ብሩክ መዓልቲ ኦኬ እቲ ቪድዮታት ከዓ ሼር በልዎ ባይ

ስፓርታኩስ፣ ብኣምሆይ እስኻ ደይኮንካን ምሳና ምስቲ ካብቲ ምሸት ምሉእ ምሸት ኮንሳልተይሽን ብነጻ ዝረኸብካ ዋይ እዋይ እስኻኸ እንታይ መሊስካለይ ካብኡ ውይ እዚ እኳ ነይሩ ዝጭቅጭ ዘ እውይ ዘመን ከኣ ፍዮሪ ዘ ሰዲድለይ ውይ ዲብሎክ ክገብረካ እየ ሶሪ ውይ ዘመን በዲለካ ኣነ ከምኡ እየ ናተይ ት- ክስታይ ኣንድሕር ቅጭ መጽኒ ዋ ኣይ ዶንት ኬር እዚኣ ብሎክ ቀደም ኣይገብርን እየ ነይረ ዓመት ምሉእ ኣስቅጥ ድላይኩም ጽሒፍኩምለ ብሎክ ዝበሃል ኣይፈልጣን እየ ነይረ

ሕቶ ዘርእነቲኦም ኢንተርናሽናል ዝኾነ ከኣ እዚ ሕጂ ብሕልፊ እዚ ናይ ማኪና ስራሕ ኣብ ኩሉ እዩ በጃኹም ኣብ ወጻኢ ዘለዉ ከማን ስደድዎ እዚኣ ከኣ ንደቂ ጀርመን ክሓተኩም ፐርከ ደቂ ጀርመን ጥራይ እዮም ክሳብ ሕጂ ኣብቲ ናተይ ዩቱብ ዘለዉ እቲኦም ኣብ ኣሜሪካ ዘለዉ ብሕልፊ ናይ ኣሜሪካ ሕጂ ዳርጋ ኩላተን ሊንክ ኣብ ኣሜሪካ እዩ ዝሰርሓ እየን እቲኤን መብ ገሊኤን ሊንክ ግን ኣብ ኣሜሪካ ጥራይ እየን ዝሰርሓ ኣብ ካልእ ዓዲ ኣይሰርሓን እየን ሕጂ እዚኦም ኣሜሪካ ዘለዉ ወይ UK UK ከማን ብዙሓት ሊንክ እየን ክትፍትሽዎ ኣለኩም ኣየናይ ሊንክ እዩ ነየናይ ዓዲ ብርክ እዚኢታት ከማን ክገብሮ ሓሲበ ነይረ ዋ እንታይ ኣምሲለ እየ ሰዓታት ዘጥፍኣሉ ንሓደ ቪድዮ ኢለ ኣቋሪፀዮ ገሊኤን ግን እቲኤን ዝፈተሽክወን ድሮ ናይ ዋሽንግተን ዲሲ ናይ እንታይ እዩ ናይ ቪያሰስ ነማል ዲዘ ኣንድረ ኦ ረስዐያ ዋሽንግተን ዲሲ and ቺካጎ፣ Chicago፣ Metropolitan Chicago፣ ኣብ በዓል ኣሜሪካ ዘሎ፣ ሓንቲ ከማን ናይ ቴክሳስ እያ ግን ኣይነይቲ ከም ዝኮና ረሲዐያ ካብቲኤን ቀዳሞት እያ መስለኒ anyway እዚ link ዝሰደልኩም ድሕሪ ሕጂ international ክገብሮ ክፍትን እየ ፐርከ እዚኦም ደቂ ጀርመን ደቂሶም በቃ ደቂሶም ኣይን እያ ላንግ እየ ሽሌፍት ሾን ሳይት እባ ኣይን እያ ስለዚ እቲ ናተይ ዩቲዩብ ሞ ኢንተርናሽናል እንዳኾንኩ ክኸይድ እየ ግን ደቂ ጀርመን ጥራይ እዮም ፎሎዋ ዘለዉ ሕጂ እቲ ኢንተርናሽናል ሊንክ ዝኾነ እዚ ናይ ኣፍሪቃ ዝበልኩ ኣብ ኣፍሪቃ ዘለዉ ሰባት ስደዱለይ ወይ ኣርቲስት ዝኾኑ እዚ ናይ ቫይታሚን ዲ ኣብ ኩሉ የጠቅመና ዩ ኣብ ኤሮጳ ወይ ኣብ ቁሪ ሃገር ዘለና ሕጂ እቲ ቪድዮታት እቲ ጸገም ዘሎ በብዓይነቱ ስለ ዝኮነ እቲኦም ፎሎዋ ናተይ ሳም ታይምስ እዋእ እዚ ከኣ ናይ ሎሚ ናይ ጀርመን ጥራይ ኣምጽኣ ክብሉኒ ይኮኑ ዮም ግን እቲ ናይ ሕግታት ናይ በዓል ስራሕ ናይ ብዙሕ ሕግታት ኮንትራክት ሎው and what else ናይ ኢንሹራንስ ሕግታት ዳርጋ ኣብ ኩሉ ሓደ እዩ ኣሕዋተይ ስምዕዎ ካብ ሆላንድ ኢካ እቲ ቋንቋ ጥራይ ነንበይኑ እምበር ብሕልፊ ናይ ስራሕ ሕጊ ኢትስ ኢንተናሽናል ኣብ ኩሉ ሃገር ሓደ እዩ ብኡነት እመኑኒ እቲ ናይ ጀርመን ጥራይ ዝኮነ ከኣ ኣብቲ ቪድዮ ይብል እየ እዚ ከምዚ እኳ ኣብ ጀርመን ጥራይ እዩ ንኣብነት ናይ ሬስ ሹትስ ኣምጺኤ ኣለኩ ንሱ ናይ ጀርመን እዩ ዝያዳ እዚ ናይ ክሬዲት ዘምጻክዎ ናይ ክረዲት ሕጂ እሱ እዩ ቀንዲ ትምህርተይ ናተይ እዚ ዝኮነ ናይ ባንክ ድዩ ናይ ኢኮኖሚ ድዩ ገለ እሱ እዩ ቀንዲ ሕጂ ኣብ ከምኡ ከኣ ብናይ ጀርመን እዮም ጽኦም ብር ግን ኢንተርናሽናል እዩ ኣብ ኩሉ ዕዳ እንድሕር ኣለካ ኣብ ኩሉ ኢንተርናሽናል እቲ ውጽኢቱ እንድሕር ክረዲት ደሊካ ልቃሕ ደሊካ ከኣ ብምንታይ እዮም ዝመዝኑካ ይግበኣካ ድዩ ኣይግበኣካን እቲ ኣጋባብ ይማሳሰል እዩ ተረዲእኩምኒ በጃኩም እሱኢታት ሸር በልዎ ጥራይ እስካትኩም ግን እንታይ ኢኩም ትብሉኒ ዘለኩም ሓሙሽተ ሰባት ምስ ረኣይዋ በሊ ንዓይ ከኣ እዚኣ ቪድዮ ስርሕለይ በሊ እዚኣ ከኣ ብውሽጢ መልስለይ በሊ እዚኣ ከኣ ብ ሜስንጀር እሱ ከኣ ናይ ብሓቂ የሕርቀኒ እዩ ቫይል ቫስ ግላውብት እያ እቲ እቲ እቲ እቲ ዝሰራሕክዎ ክሳብ ሕጂ ከማን ጻማይ ኣይረከብኩን ሚኒን ከኣ ኣይኮነን እዚ ሚኒን ድዩ ዝስመዓኩም ኣይስመዓኩም ኣይ ዶን ኬር ስለምንታይ ሰሪሐ እየ ተረዲካኒ እዚ ከኣ መሕለፊ ግዜ ገበርክዎን ኣነ of course ነቲ ሰብ ክሕገዝ ጽቡቅ ነገር ጽቡቅ ክረክብ እሱ ከማን ጽቡቅ ገንዘቡ ክምለስ ድዩ what ever እቲ ናቱ መሰል ክሕለወሉ ኣባ ብግዜ ናተይ እዩ ተሰሪሑ ኣሕዋተይ ባዕለይ ኮነን ተሰሪሑ ተረዲክሙኒ። ኦኬ ኢንቫይት ኢንቫይት ሚ ናይ ኣነ ኢንቪቴሽን ኣይደሊ ገለ ይደሊ ኣብዚ ይቕሬታ ኩሉ ሓሊፍናዮ እንዲና ብኣሞይ ቀዳም ከምኡ ገይረ ፕርክ ናይ ኣኤፍቴ እየ ክዛረብ ደልየ ነይረ ብዙሓት ካባኹም ስለ ዝተሸገርኩም ናይ ኣኤፍቴ ግን ኣይትሸገሩ እቲኣ ቪድዮ ክሰቕላ እንዴ እዚ ሾልትስ እኳ ብዙሕ እንድዩ ተጋግዩ ሓቂ ሓይሽ

ብሓንሳብ ክንዓብየሉ ንኽእል መገዲ ድማ ኣብዚ ሓደ ሚኒት ቪድዮ ዝሰራሕክዎ ከኣ ዘይከውን ሕቶ ኣይትሕተቱኒ ወይ ድማ እዚ ናይ ሚእቲ ክሳብ ሸሞንተ ሚእቲ ኢለ ጽሒፈ ምሽ just እንድሕር ክንድኡ ኮፋ ክንድኡ ባልጃ እንድሕር ኣዋፊርካ እዩ ተረዲኻኒ ሚእቲ ናይ ግድን ይህቡኻ ማለት ኣይኮን ግን on average እንታይ ክትብሎ ትኽእል ኣርብዓን ሓሙሽተን ኣርብዓን ሸውዓተን እዩ ንሰዓት on average መሊሰ ኣንቢበዮ ብርክክ ከኣ እንታይ እያ እዚኣ እቲ ቪድዮ ክንሪኤላ ጥራይ ደልያ ከምኡ ጠባይ የብለይን ንዓይ by the way ከምዚ ናተይ ቪድዮ ክትሪኡልኩም ዘይከውን ኣይጽሕፍን'የ ኣነ ተረዲእኩምኒ on average ግን ኣርብዓን ሓሙሽተን ኣርብዓን ሸው ኣርብዓን ሸውዓተን ኣንቢበ ኣርብዓን ሸውዓተን ኣንቢበ ድማ ኩሉ ግዜ ከምኡ ስራሕ እንድሕር ኣለካ ከኣ እቲ ኣቀራርባኻ ወሳኒ'ዩ እቲኦም ሰባት እትኸዶም ሓቂ ሓይሽ ይህቡኻ እዮም ከማን እዚ ቲፕ እዚ ገንዘብ ምቕሽሽ ተረዲእኩምኒ ገሊኦም ዕስራ ሰላሳ ዓሰርተ ቅርሺ እዮም ዝህቡኻ ብርከ ዘይሓሰብዎ ባልጀኦም ረኺቦም ተረዲእኹምኒ እቲ ሰርቪስ ትገብረሎም እቲኦም ስራሕ ኸኣ ጽቡቅ እዮም ዝኸፍሉ Anyway የሕዋተይ በቃ ደሓን ይኣኽለና ቁሪ መይተ ኣለኹ ኣነ ፈሊጠ እየ ኣብ ደገ ዝሰርሓ ዘለኹ እዚኣ ቪድዮ መታን ነዊሕ ከይሰርሕ ባትሪ ኸኣ ክትውዳእ እያ ቀሪባ ግን ቀንዲ ከኣ ቁሪ በሊዕኒ እዚ ኩሉ ቁሪ ከኣ ንዓኹም ኢለ እየ ይኣኽለና ሕጂ ቁሪ በሊዕኒ ኣሎ ሕጂ ፈሊጠ እየ መታን ኣብ ውሽጢ ሰዓታት ከይኣትው ኢለ እየ እዚ ቲክቶክ ኣይ ሰዓትካን ስራሕኻን እዩ ዘረስዓካ ያእ ዘይከውን እንድየ ጀሚረ ኣብ ዘይከውን እንድየ ኣትየ ኣነ ባዕለይ ዝጀመርክዎ ከኣ ጠጠው ከብሎ እኳ ኢት ውድ ቢ ስማርት ጠጠው ከብሎ ኣብ ክንዲ ምኒን ጠጠው ከብሎ ክብረትካ ሓሊኻ ትነብር ግን እያ ዝጀመርኩዎ እዚኣ ከኣ ጠበያ ጸገም ኣላትኒ ከምዚ ዘይተዓወትኩ ብጣዕሚ ክስታይ ቅጭ የምጽኣለይ የሕምመኒ የብክየኒ ሓቂ ዘይዛረብ ይበክየ በይነይ ኣብዚ ኣይትኣምኑንን በቲ ከኣ ጠቅ ተብሉኒ

ምሕፈር እስከ እንታይ እዩ ኣይተረድኣንን ኤኒወይ ኣይ ላቭ ዩ በቃ ኣጀኹም ሰሰናይ ትምንየልኩም ኣጀኹም ያ ቴክ ኬር ሄቭ ግሬት ደይ ዕዮ ገዛ ከዓ ከይትርስዑ ዕዮ ገዛ ዘይገበረ መፅቐፅዓቱ ይሓስብ ኣለዎ እንታይ ብምንታይ እየ ዘፈራርሓኩም እንዴ ወይ ቅጭጭ ኣይብለኩም ኒ ንዓኹም ግን እሺ እንዳበልኩም ሕራይ እንዳበልኩም ሕረር ኢኹም ተብሉ ንሰብ ወይ ወይ ምሕረፍ ኣቲ ምሕረፍ እንታይ ማለት እዩ ምሕረፍ ኣይ ዶንት ኖ ብጣዕሚ ኣሎ የመስግነኪ ኦ የቐንየለይ ኣነ ከማን የመስግነኩም እንዴ ንምምጻኹም ግዜኹም ከማን ግዜኹም እኳ ከማን ክቡር እዩ ከምቲ ናተይ የቐንየለይ ኣብዚ ከማን ጽን ኢልኩም ዝሰማዕኹምኒ በቲ ትምህርቲ ሂበኩም በቲ ከኣ ቴራፒ ናተይ ጌረ ምሳኹም ብውሽጠይ ስለ ክሕዞ ዘይክእል anyway house of ካብ ማክንያ በጃኹም ዕዮ ገዛ ስርሑ በጃኹም እቲ ዕዮ ገዛኻ ትፈልጥዎ ኢኹም ኣይደግሞን እየ ሼር ምባል ቪድዮ ምርኣይ ተማሂርኩም ዲኹም ጠቒሙኩም ዲኹም ኮመንት ምሕዳግ ኦኬ ኣይ ዊሽ ዩ ኦል ደ ቤስት ቴክ ኬር ኣጆኹም ናይ ብሓቂ እዚ ኩሉ ኤነርጂ ዝህበኩም ዘለኹም ከማን ክጠቕመኩም ተስፋ ይገብር ኢትስ ኖት ኦንሊ ትምህርቲ ኤነርጂ ከማን ይሰደልኩም ኣለኹ the best energy pure pure hearted you know warm hearted yeah ውዑይ ውዑይ እወ ሆምወርክ እወ እንድሕር እንድሕር ክስታይ ጥራዝ ደሊኹም ከማን ጥራዝ ክሰደልኩም እየ ኖ ፕሮብለም ጥራዝን ቢሮን ኣይ ዊል ሰንድ ዩ ኖ ፕሮብለም እሺ

ባይ ቻው እስከ ኣታ በየን እያ ትጠፍእ እዚኣ ወይ ኣነ ኣባ ብጌታስ እስኪ ኣብያትኒ ከመይ ደኣ ኔሩ ምጥፋእ ኣብያትነቶ እውይ ኢደይ ኢደይ ነቂጹ ኢደይ ነቂጹ እውይ ምጥፋእ ኣብየነይ እዚ ክስታይ ምጥዋቅ ኣብየነይ ኢደይ ነቂጹ ቻው ኣይ ላቭ ዩ ቴክ ኬር ቫይታሚን ዲ ከይትርስዑ ባይ